ሰላም እቲ ገጂፍ መንደቕ ናይ ቻይናን ናይ ኤረትራ ኳናን ኣርእስታ ክልተ ሚእትን ዕስራን ሓደን ነጋሪት ሒዘልኩም ቀሪበ ኣለኹ። ካብ ሰንበት ጀሚሩ ኩሉ ቻይና ቻይና ክብል እንዲ ቀንዩ ኣነ ከኣ ከም ኣመለይ ምስ ተወድእ እቲ ነገር ኩሉ ምስ ርኤኽዎ ሽዑ ምዝራብ ይሕሸኒ ኢለ ተቆጢበ ጸኒሐ። ሎሚ ግን እቲ ንእሽተይ ኳና ናይ ኤረትራ ነቲ ገጂፍ ግሬት ዎል ኦፍ ቻይና በጺሑ ተመሊሱ እውን ይኸውን ክዛረብ ኢለ። ብዛዕባ እዚ ዝበሃል ዝቀነየ ጉዳያት ከጽንዕ እንከለኹ ከኣ ብዙሕ ሓበሬታታት ረኺበ ንዕኡ እውን ከካፍለኩም ኢየ። ኣብ ዝሓለፈ ኣርባዕተ መዓልቲ ናይ ኤርትራ ሶሻል ሚድያ ናይ ኢትዮጵያ እውን ጫውጫው ክብል ይቐንዩ። ኩሉ ብዛዕባ ቻይና ተመሲጡ ንዑታት ይከታተል፣ ኩሉ ሓሳባት እዩ ሂብ ዝመስሎ ይዛረብ ይቐንዩ። ኣነ ግን ጸኒሐ ክሳብ ሕጂ ኣብ መወዳእታ ዝዛረብ ብዙሕ ኣይጋገይን እዩ ስለ ዝብሉ እታ ምኽሪ ሒዘ ጸኒሐ። ወተሃደራዊ ስልጠና ኣብ ቻይና ዝወሰደ የለን። ፖለቲካዊ ምንቕቓሕ ወተሃደራዊ ኣይነበሮን። ካብ ፍርቂ ንላዕሊ ናይዞም ትርእዩኒ ዘለኹም እኮ ሳብስክራይብ ዘይገበርኩም ፅቕጥ ኣቢልካ ሳብስክራይብ ምግባር ቀላል እያ ፅቡቕ በዓል ትውዓሉ ሳብስክራይብ ግበሩ ኣይትረስዑ የቐኒየለይ ዝሓለፈ ዓርቢ ኢሳያስ ቀዲ ምጋሹ ንሓደ ናይ ሱዳን ልኡኽ ዳፋዓላ ኣልሓጅ ዝበሃል ልኡኽ ናይ መንግስቲ ሱዳን ተቐቢሉ ነይሩ ብዛዕባኡ ግን ብዙሕ ሰብ ዝተዛረበሉ እውን የሎን፣ ቅሂሙ ጠፊኡ እኮ ኣሎ ከይተዛርብናሉ። ቀዳምይ ተበጊሱ ክኸውን ዝኽእል፣ ስለዚ ንጽባሒቱ ተበጊሱ ኣሎ ማለት እዩ። Anyway ብደሓን ኣትዩ መጻእካለይ ዶ ተባሂሉ ብቻይና ብትግርኛ ኣይኮነን ተቐቢሎምዎ ጽቡቕ ጌሮም። ሕጂ እዞም ኢትዮጵያውያን ኤርትራውያን እንዲህ ያለ ኣቀባበል የለም እቶም ኤርትራውያን ከኣ ፍሉይ ነገር እዩ እዚ ዲፕሎማቲክ ሳክሰስ እዩ ገለመለ ገለመለ ይብሉ ኔሮም። ከምኡ ክበዝሕ እንከሎ ከኣ ገለ ዘይረኤኽዎ ነገር ዶ ኣሎ ኢለ ክርእዮ ጀሚረ። ኣብ መወዳእታ ከኣ ሎሚ እቲ ኳና ናይ ኤረትራ ነቲ ገጂፍ መንደቕ ናይ ቻይና በጺሑ ተሳሊሙ ተመሊሱ ኣሎ። ቅድሚ ካልእ ምኻደይ ግን እቲ ቀባብላስ ፍልይ ዝበለ ድዩ ነይሩ ብዛዕብኡ ክዛረብ። ከም ትፈልጥዎ እዚ ናይ ርሑቕ ምብራቕ ሃገራት ከም በዓል ኮርያ ከም በዓል ቻይና ታይዋን ኩለን ተን ኣብኡ ዘለዋ ከባቢ ኣብዚ ፓሬድ ወታደራዊ መስርዓት ምግባር፣ በዓል ምግባር፣ ባንዴራታት ተሰኪምካ ምኻድ፣ ቖልዑ ሰሪዕካ ጫውጫው ምባል ብጣዕሚ ክኢላታት እዮም ኣብ ከምኡ እንታይ ዝመስል በዓላት እዮም ዘዳልዉ ስለዚ ልምዲ ከምኡ ኣለዎም ንዝኾነ ሰብ መጺኡ ከምኡ ከዳልዉሉ ከም ጻወታ ቆልዑት እዩ ንዕኦም ልምዲ ስለ ዘለዎም ብዙሓት ሃገራት ብሕልፊ ሃገራት ኣፍሪቃ ከኣ ነዚ ቅዲ እዚ ቀዲሐንኦ እየን ንኣብነት ኣብ ኤርትራ ካብ መጀመርያ ጀሚሩ ኣብዚ ከምዚ መስርዕ ተማሃሮ ሓዊስካ ኣብቲ ስተድዮም ኣኪብካ ኩለሉ ዶ ድረፉ ዶ ሳዕስዑ ዶ ልሙድ እዩ ነቲ በዓል ኣነ በዓላት ትፈቱ እየ ግን እቲ ዝግበር በዓል ኣንጻር ህዝብኻ ንፕሮፓጋንዳ ንመጥቀዒ ምእንቲ ሓደ ውድባዊ ጥቕሚ ተባሂሉ ክስራዕ ከሎ እሱ እየ ዘይፈቱ ህግደፍ ከዓ ከምኡ እንተዘይኮይኑ ካልእ ኣይገብሩን እዮም ኤርትራ እውን ከም ሰባ ቀዲሓቶ እያ ነዚ ነገራት እዚ እሞ ከዓ ብብሉፅ ኣገባብ ገይራ ከማን ከተማዕብሎ ክኢላ እዚ ክሬዲት ኣበይ ይኸይድ መስለኩም ኣብ ዘምህረት ዮሃንስ መጀመርያ ናይ በዓላት ሓላፊ ዝነበረ ንሱ እዩ ኣይዶሎግ እዩ ስኮላር እዩ ብዙሕ ኣፍልጦ ኣለዎ ናይ ሳግም ነይሩ ኣብ ተጋድሎ ሓርነት ድሕሪ ነጻነት ናይ በዓላት ሓላፊ ገይሮሞ ነይሮም ኣማዕቢልዎ እዩ ከም ዝከኣሎ ድሕሪ ቁሩብ ንዘምህረት ዮሃንስ ዘመደ ተኽለ ተኪእዎ ዘመደ ተኽለ እምበኣር ኣብ ዓደ ጥልያን ኣምባሳዶር ዝነበረ እዩ ተማሃራይ ናይ ሶቭየት ዩንየን ዝነበረ እዩ ካብኡ ድግሪ ገለ ወሲዱ እዩ እንታይ ምዃኑ ኣይፈልጥን በሊሑ እዩ እዮም ዝብልዎ እዚ ከምዚ ዓይነት በዓላት ንገለ ሰባት እቲ ሃገራዊ ኒሖም ብጣዕሚ ላዕሊ ጥርዚ እዩ ዘብጽሖም። ብዙሕ ሰብ ይሕጎስ እዩ ሃገሩ ዝያዳ እዩ ዝፈቱ እቲ ግዜ በዓላት ወላ እቲ ዘይፈትዋ ዝነበረ ከማን ኦይ ኣነ ሃገረይ ይፈትዋ እንዴ ገለ ይብል ከመይ ጌርካ ትፈትዋ ኣይ ኣብ በዓል እንዴ ስዕስዕ ውዒለ ይብለካ ኣብ በዓል ስዕስዕ ውዒለ በዓል ይጽበ ውዒለ እንድሕር ኢሉካ ሃገሩ ከም ዝፈቱ ክትጠራጠር የብልካን እቶም በዓል ዘይትኸዱ ሃገርኩም ኣይትፈትዉ ኢኹም ማለት እዩ ኣብዚ በዓላት ምክፋል ኣበርክቶ ናይ ሓደ ዜጋ መዐቀኒ እዩ እንታይ ከም ዘበርከትካስ እዚ ሓደ ካብቲ ቀንዲ መዐቀኒታት እዩ። ብኡ እዩ ከኣ እቶም ሃገሮም ዝፈትዉ ኣብ ሓንጂ መንጂ ብዙሕ ገንዘብ እዮም ዘውጽኡ። እዚ ናይ ወረቐት ባንዴራ ምሽ ኣለኩም በማ እቲ ዝግዛእ እዩ። ክዳውንቲ ከይተረፈ እንታይ ዝመሰለ ኩቡር ክዳውንቲ ፍላምቦያንት ብጣዕሚ ከምዚ ናይ ፋሽን ሸው ገለ ዝመስል ክዳውንቲ በዚ ቀይሕ በዚ ቀጠልያ በዚ ገለ ገለ ዘለዎ ባንዴራታት ዙርያ ዘይመልክዑ ይኽደን ካልእ ቆቢዕ ዝግበር ገሊኦም I don't know ኣንሶላ ገለ ዝገብርዎ ነቲ ባንዴራ ከምኡታት ይግዛእ እዩ ምእንቲ በዓል ኢልካ ሽዑ ካልኣይ በዓል ክመጽእ ከሎ ኣይ እዚ ፋሽኑ ወዲቁኒ ተባሂሉ ሓድሽ ይግዛእ ስለዚ እዚ ፍቅሪ ናይ ሃገር ምዃኑ ኣይትዝንግዕዎ። ኣብ ኢንተርኔት ከትኩም ስነ ስርዓት ኣተሓሕዛ ባንዴራ እንድሕር ኢልኩምሲ ብዙሕ ነገራት እዩ ዝመጽእ ንኣብነት ባንዴራ ሽጎማኖ ክትገብሮ ኣይትኽእልን ኢኻ ጫማ ክትገብሮ ኣይትኽእልን ኢኻ ኣብ ገዛኻ ትገብሮ ትኽእል ትኸውን ግን ከምኡታት ኣሎ ኣትሊስት ሽዑ ሚዛንካ ትወስድ ክኽተላ ዘዛ ሕጊ ኣይክተላን ክትብል ናትካ ነገር እዩ ግን ከምኡታት ኣሉ ሕጊ እታ ናይ ኤረትራ ሕጊ ዘለዋ ኣይመስለንን ኣብድላይ እካ ትገብራ ኢካ ዋላ ሙታንታ ትገብራ መን ኣይትገብርን ከይብለካ ከምኡታት ንርኢ ደለና ኣይ እዛ ባንዴራስ እቲ ድምቀት ናይቲ ሕብርታታ ጎዲሉ ገለ ትብል ተኮንካ ከኣ ናይ ኢትዮጵያ ትውስክ ኣላ ንሱ ምስ ወሰክ ከላ ከኣ በቃ ብርቅርቅ ትብል ካልእ ነገር ትከውን ከምኡ ዝገብሩ ከማን ርኢና ኢና ኣብዞም ሙሉእ ዓለም ምሽ ነሩ እዚ ግዜ ተደምረናሉ ንዑ ሒዞም ዝዞሩ ሰባት ነሮም ብጣዕሚ ግሩም ዝኾነ ሰልፍታት እዮም ዝገብሩ ነይሮም ሕጂ ከምኡ ጌርና ንርኣዮም እቶም ኣብ ግዜ ሃገራዊ ቃልሲ ዝነበሩ ካድራት ወይ እቶም ይፈልጡ እዮም እቶም ጌሾም እዮም ካልእ ባህልታትን ካልእ ነገራትን ርእዮም እዮም ዝብሃሉ ፈለጣት ሰባት ከኣ ይምስጦም ነይሩ እዚ ብእኡ ሒዞሞ ይመጹ ናይ ጸጋማዊ ዝምባሌ ዘለዎ ሰብ ኩሉ ከምኡታት ይፈቱ እዩ እታ ሓንቲ ነገር ዝርድእዋ ሓቆም እዮም ከኣ ዝፈለጥዋ እንታይ እያ ናይ መጨረሻ ሓያል ናይ ፕሮፓጋንዳ መስርሕ ምዃኑ እዚ ከምዚ ሰልፍታት ብኡ መጠን እምበኣር ኢሳያስ ቻይና ከይዱ ብኽንድዚ ሕብርታትን ባንዴራትን ቀይሕ መይሕን ክቕበሎ ከሎ ቀያሕ ከኣ እታ ናይ ባንዴራ ናይ ቻይና ብጣዕሚ ድሙቕ እዩ ዝኸውን። ሕጅስ ንዑ ክርኢ ከሎስ ኒሕ ክስምዖም ወይ ሃገራውነቶም ላዕሊ ክኸይድ ንቡር እዩ። መጀመርያ ሓደ ሰብ ኣብዚ ቀባብላ ዝተገብረሉ ዓቢ እዩ ንእሽተይ እዩ ኢልካ ከተወዳድር ክንደይ መገሻ ገይሹ ኢልካ ከተመዛዝን ናይ ግድነት እዩ። ኢሳያስ ዝገሹ ዓዲ የብሉ። ማዳማይ ውን ኢለኩም እየ ብዙሕ ኣዕርኹት የብሉን ኢለኩም ናይ ግዜኡ እዩ ዝገብር ዋን ናይት ስታንድ ከምኡ ዓይነት እዩ ትዕርክነቱ ምስ ሃገራት ስለዚ ኣዕርኹት የብሉን ዝገሾ ዓድታት ውን የለን እታ መጨረሻ ዝርእናያ እንታይ እያ ቻይና እንታይ ኬንያ ገለ ከይዱ ነይሩ ቅድሚኡ ከዓ ንኢትዮጵያ ከይዱ ነይሩ ኣብ ልቢ ዝወቕዓሉ ግዜ ቅድሚ ኣርባዕተ ዓመት እሱ ተዘይኮይኑ ካልእ ኣይርእናን ግን ንኣብይ በስመራ ዝተገብረሉ ካብዚ ንኢሳያስ ኣብ ቻይና ዝተገብረሉ ካብኡስ ኣይበልፅን ትብሉ ሽዱሽተ ሞተ ገረ ነይረን መዓት ሰብ ከዓ ነይሩ ብኮሙኒስታት ዶ ከዓ ገይሮም ኣዛዊሮሞ ስለዚ ንኣብይ ዝተገብረሉ እውን ብጣዕሚ ዓብዪ ኣቀባብላ እዩ ነይሩ ብኡ ነወዳድሮ ግን ንኢሳያስ ኣብ ቻይና ዝተፈለየ ኣቀባብላ ድዩ ተገይሩሉ ኣርእስቲ ክዝረብ ከኣል እዩ
እወ ክበሃል ይከኣል እዩ ብዛዕባኡ ክዛረብ እየ ከም ትፈልጦ እዚ ሰብኣይ ንሱ ማለተይ እየ መጨረሻ ግዜ ዝርኤናዮ መገሽኡ ንኬንያ እያ ኣብ ኬንያ እኮ እንድዒ ሞተር ሳይክል የብልናን እዩ ኢሎም መስለኒ ሽዑ ነይረ እንድየን ኣይርኤኹን ቅድሚኣ ከኣ ቅድሚ ኣርባዕተ ዓመት ድዩ ገለ ኣብ ኣዲስ ኣበባ ዝኸደት ኣፍልቢ ብዝወቕዓሉ ግዜ ሽዑ እውን ጽቡቕ ተቐቢሎሞ ነይሮም ግን ንሱ ምስቲ ኤርትራ ዝገበረትሉ ንኣብይ ኣቀባብላ ዋላ ሓንቲ ስቕ ኢልካ እዩ ናይ ቆልዑት እዩ ነይሩ ምኽንያቱ ኤርትራ ሽዱሽተ ሽዱሽተ ሞተር ሳይክል ድየን ገለ ነይረን ኣብቲ ንኣብይ እንዳተቐበሎ መዓት ሰብ እዩ ነይሩ ቃንጫ ዝሓዘ ቆፅሊ ዝሓዘ ገለ ዝሓዘ ባንደራ ኢትዮጵያ ዝተጠቕለለ ናይ ኤርትራ ዝተጠቕለለ ናይ ህግደፍ ዝተጠቕለለ ብዙሕ ሕጅስ ኣቀባብላት ቐሊል ኣይኮነን ካብዚ ናይ ቻይና እንተዘይ በዚሑ ኣይጎድልን እዩ እሞ ኢሳያስ ኣዕሩኽቱ ብኸምዚ እንዲ ዝጅምር ዳሕራይ ከኣ ብገለ ቁምነገር ዘይብሉ ብንእሽተይ ነገር ከኣ ምትፍናን ይበፅሕ ምፍሕፋሕ ይመፅእ ኣብ ውግእ ውን የምርሕ ብዙሕ ግዜ እዚ እቲ ባህርያት ምክንያቱ ካብቲ ሲቪ ካብቲ ረዚመ ኢካ ትርእዮ እንታይ ዓይነት ርክብ ይግበር ኣሎ ኣበይ ዓይነት ርክብ ክቅየር እዩ ኣይንፈልጦን ኢና እንታይ ድኣኒ ኣብቲ ናይ ቅድም ባህርያት ኣብኡ ኢና ክንውከስ ንክእል ኣይ በሮ ድኣ እንዳበልና እሞ ብዙሓት እዚኦም ዝተፈልየ ገለ ዝብሉ ዝቀነዩ እንታይ ንገሌ እኮ ኣነ ቁሩብ ርሰርች እንተዝገብሩ መጽናዕቲ ፈትሾም እንተዝፈልጡ ጽቡቅ ነይሩ ኣነ ከምኡ ገይረ ኣብ ክልተ ሽሕን ዓሰርተ ሸሞንተን ቻይና ናይ ኣቀባብላ ኣጋይሽ ስርዒት፣ እቲ ፕሮቶኮል ዝነበረን እቲ ገባባተን ዝነበረስ ብምሉኡ እያ ቀይራቶ። እቶም ነቲ ጋሻ ዘሰንዩ ወታደራት ንዕኦም ፍልይ ዝበለ ስርርዕ ተገይሩሎም። ቁጽሪ እቶም ተቐበልቲ ኣብዚሖሞ፣ እቲ ዩኒፎርምታት ዝነበረ ኩሉ ተቐይሩ ሓድሽ መልክዕ ተገይርዎ። ኣብኡ ከኣ ሓደ ካብቲ ዓበይቲ ነገር ዝተገብረ፣ ደቂ ኣንስትዮ ብብዝሒ ኣይረኣያን ነይረን። ኣብዚ ከምዚ ሰልፍታት ሕጂ ብብዝሒ ኣእትዮመን ሓንቲ ከኣ ዝተፈለየት ክፍሊ ናይ ደቂ ኣንስትዮ ጥራሕ ኣብቲ ሰልፍታት ትርከብ ጌሮም ጋሻ ክቅበሉ ከለዉ ማለት እዩ እቲ ምምራሾም ገለመለ ብዙሕ ኣመዓራርዮም ኣለዉ ነዊሑ ኣብዚ ኢንተርነት ኣለኩም ከተንብብዎ ትክእሉ ቪድዮ ኣለኩም ከማን ኣብ ታሕቲ ሊንክ ክገብረልኩም እየ ግን ከም ዕድል ኮይኑ ኣብ ክልተ ሽሕን ዓሰርተ ሸሞንተን በዚ ሓድሽ ቅዲ ክሰርሑ ምስ ጀመሩ እቲ መገሻ ደው ኢሉ ኮቪድ መጺኡ ከም ትፈልጥዎ ኣብ ቻይና ከኣ ተመስሪቱ ሜድ ኢን ቻይና እዩ ይብልዎ። እዚ ሓዲስ ስርርዕ ምስ ኣእተወ እምበኣር ሓደ ፕረዚደንት ተቐቢሎም ነይሮም ካብዚ ናይ ቀደም ናይ ሶቭየት ዩንየን ዝነበራ ሃገራት ካብኣተን ፕረዚደንት መጺኡ ነይሩ ንሱ እዩ በዚ ሓዲሽ ኣቀባብላ ዝተቐበልዎ ቅድሚኡ ዝተቐበልዎ የለን ወላ ድሕሪኡ ናይ ተቐበልዎ ምኽንያቱ እቲ መገሻታት ደው ስለ ዝበለ ኣርባዕተ ዓመት ተዓጽዩ ስለ ዝነበረ ሰለስተ ዓመት ኣይርኤናዮን ኣየስተብሃልናሉን እቲ ናትና ከኣ ስለ ዘይከደ ኣይርኤናዮን ምስ ከደ ኢና ሕጂ ንርእዮ ዘለና ኣነ ውን ንሱ እንተ ዘከይድኩ እዚ ምፍታሽ ጌርስ ክፈልጦ ኣይምኸኣልኩን ኔሬ ምኽንያት ኮይኑኒ የቀንየለይ ክቡር ፕረዚደንት። እዚ እቲ ሓደ ክዛረበሉ ዝደሊ እቲ ካልኣይ ከኣ ኢሳያስ ኣብቲ ዝገብሮ ዝነበረ ኣብ ድራር ኣብ ገለ ኣብቲ ኣኼባታት ምሽ ንእሽተይ ዘረባ ተዛሪቡ ኔሩ ኣብቲ ዘረባ እንታይ ይብል ርክብና ምስ ቻይናስ ስሳን ክልተን ዓመት ዝገበረ እዩ ይብል ኤረትራ ያኢ ምስ ቻይና ናይ ስሳን ክልተን ዓመት ርኽክብ ኣለዋ። እዛ ዘረባ እዚኣ ብዙሕ እንድያ ትዝረብ፣ ክሳብ ናይ ቢቢሲ ይርኢ ነይረ እዚ ክልተ ሰለስተ መዓልቲ ዝወጸ ኣብ ሽሕን ትሽዓተ ሚእትን ስሳን ሸውዓተን ኢሳያስ ወተሃደራውን ኣይድዮሎጂካውን እዛ ዘረባ ግን ዝንብዕቲ ኮይና ትስምዓኒ ክቡርቡራ ክፍትን እየ። ካብ ሎሚ ክልተ ሽሕን ዕስራን ሰለስተን ጀሚርና ንድሕሪት ንድሕሪ ተመሊስና ስሳን ክልተን ዓመት ክንቆጽር ሽሕን ትሽዓተ ሚእትን ሰብዓን ሓደን ክንረኽባ ኢና ሰጊርናያ ክንከይድ ኢና ሽዑ ኣብ ክንደይ ኢና ንበጽሕ ዘለና ካልኩሌተር ደሓን ይእቶ ስሳን ክልተን ዓመት ሽሕን ትሽዓተ ሚእትን ስሳን ሓደን ዓመተ ምህረት እዩ ዝመስል ዘሎ ቻይና ምስ ዓዋተ ርኽክብ ኣይነበራን ወላ ምስቶም ኣብቲ ሽዑ ዝቃለሱ ዝነበሩ ሰባት ርኽክብ ኣይነበራን ናይ መጀመርያ ግዜ ርኽክብ ምስ ቻይና ዝጀመረ ብጻዕርን ብክእለትን ብዲፕሎማስን ናይ ዑስማን ሳልሕ ሰበ ዝተረኽበ ናይ ስልጠና ዕድል እዩ ነይሩ እሱ ከኣ ኣብ ሽሕን ትሽዓተ ሚእትን ስሳን ሸሞንተን እዩ፣ ሓምሳን ሓሙሽተን ዓመት ማለት እዩ። ግን ኩሉ እቲ ታሪኽ ካብ ኢሳያስ ስለ ዝጅምር ከም ድላዩ ክገብሮ ይኽእል እዩ። ኣብ ሽሕን ትሽዓተ ሚእትን ስሳን ሸሞንተን ኢሳያስ ምስ ኣርባዕተ ብጾቱ ብላዕለዋይ ባይቶ ናይ ተጋድሎ ሓርነት ኤርትራ ተመሪጹ ክስልጥን ንቻይና ከይዱ። ፖለቲካል ኦሬንቴሽን እዩ ነይሩ፣ ወታደራዊ ኣይነበሮን። ናይ ሽዱሽተ ወርሒ ሸውዓተ ወርሒ ቢሉ'ዩ ነይሩ እቲ ስልጠና። ዑስማን ሳልሕ ሰበ ነቲ ርኽክብ ምስ ኣበገሶ፣ ብዙሕ ከይጸንሑ ኣባላት ላዕለዋይ ባይቶ ናይ ተጋድሎ ሓርነት ኤርትራ ዝነበሩ ሰለስተ ኣባላት ዝርከቡዋ ዑደት ክትገብር ንቻይና ከይዳ። ሰበ፣ እድሪስ ገላይዶስ፣ እድሪስ መሓመድ ኣድም ዝርከቡዎም። ሽዑ እዩ ቻይና ንገለ ካድራት ናይ ተጋድሎ ሓርነት ኤርትራ ከተሰልጥን ናይ ሓሙሽተ ሰባት ዕድል ዝሃበቶም። በዛ ስምምዕ መሰረት ከኣ እዞም ሓሙሽተ ሰባት ክስልጥኑ ንቻይና ተላኢኾም። ናይቲ ፖለቲካዊ ኮርስ ተኻፈልቲ ዝነበሩ ከኣ ካብ ዞባ ሓደ ኣሕመድ ሓምድ ዑመር ኣብ ስደት ዝነብር፣ ካብ ዞባ ክልተ ማሕሙድ መሓመድ ስዒድ ቸኪኒ ኣብ ግዜ ቃልሲ ዝተሰውኤ፣ ካብ ሳልሳይ ዞባ ኣሕመድ እብራሂም ሰክረቴር ኣብ ስደት ኣብ ሽውደን ዝዓረፈ፣ ካብ ዞባ ኣርባዕተ ሮሞዳን መሓመድ ኑር ኣብ ካርቱም ዝዓረፈ፣ ኣብ ዞባ ሓሙሽተ ኢሳያስ ኣፈወርቂ ፕረዚደንት ኤርትራ ዘሎ ሓደ ኣብ ስደት ይነብር ኣሎ እቶም ካልኦት ሓሊፎም እዮም ወታደራዊ ስልጠና ኣብ ቻይና ዝወሰደ የለን ኣብ ሶርያ ኣብ ዒራቅ ኣብ ኪባ ዝሰልጠኑ ግን ብጣዕሚ ብዙሓት እዮም ብፍልይ ዝበለ ኣገባብ ነዊሕ ዓመታት ዝወሰዱ ስልጠና ኣሎ ኣብ ናይ መድፍዕ ዶ ኣብ ናይ ገለ ክሳብ ኤርፎርስ ኣሰልጢኖም እዮም ሱርያ ፓስፖርት ናይ ሶማል ሒዞም ካብ ሲርያ ተበጊሶም ብበይሩት ጌሮም ንቻይና ከይዶም። ክምለሱ ከለዉ ውን ከምኡ ገይሮም ዳሕራይ ብባሕሪ እዮም ንኤርትራ ኣትዮም። እቶም ግደ ዝነበሮም ሰባት ኣይዝክሮምን እንጂ ታሪኽ ኢሳያስ ኣብ ሓምሻይ ክፍሊ ዝተመደበሉ ግዜ ሕንፍሽፍሽ እዩ ነይሩ። ወልዳይ ካሕሳይ ምስ ብዙሓት ወተሃደሩ ሰሊሙ ኣብ ኢትዮጵያ ኣትዩ ስለ ዝነበረ እቲ ክፍሊ ሕንፍሽፍሽ እዩ ነይሩ። ኣብኣ ከኣ ቁሩብ ግዜ እዩ ገይሩ። ሽዑ ተጸዊዑ ተሰዲዱ ንቻይና። ኣብ ቻይና ከኣ ፖለቲካል ኦሬንቴሽን፣ ናይ ፖለቲካዊ ምንቕቓሕ፣ ወታደራዊ ኣይነበሮን። እታ መገሻ ኩላ ሸውዓተ ወርሒ ንገለ እያ ወሲዳ፣ ናይ ሽዱሽተ ወርሒ ስልጣን ኣቢላ እያ ነይራ። ብተወሳኺ ከኣ ምስ ተጋድሎ ሓርነት ይኹን ምስ ኤርትራ ይኹን ሓንቲ ርክብ ኣይነበረን ኣብ መንጎ ቻይናን ኣብ መንጎ ኤርትራን። እቲ ዝግበር ዝነበረ ብናይ ነፍሰሄር ዑስማን ሳልሕ ሰበ ጻዕሪ ካብ ሱርያ ተበጊሶም ንበይሩት ካብ በይሩት እዮም ንቻይና ከይዶም ዝሓዝዎ ፓስፖርት ኻኒ ናይ ሶማሊ ነይሩ እዩ ኣብቲ ግዜ እቲ እምበኣር ኢትዮጵያ እዚ ናይ ምንዳድ ቁሸታትን ህዝቢ ናይ ምብራስን ወፈራ እንዲ ነይርዋ ክሳብ ሰብዓን ሓደን ገለ ቢሉ ቀጺሉ እዩ ኣብ ሰብዓን ሓደን ግን ድሕሪ ናይ በክሰዲራን ናይ ዖናን ህልቂት ሽዑ ቁሩብ ዝፍ ክብሉ ጀሚሮም። ዝኣኽሎም ደም ኣፍሲሶም፣ ዝኣኽሎም ዓድታት ኣብሪሶም፣ እዚ ኩሉ ክሳብ ሕጂ ብ ሱዳን ተደርብዩ ዘሎ ስደተኛታት ኣባሪሮም ቁሩብ ርግእ ኢሎም ነይሮም። ኣብቲ ግዜ እቲ እምበኣር ሽሕን ትሽዓተ ሚእትን ሰብዓን ሓደን ሃይለስላሰ ንቻይና ዑደት ገይሩ። እቲ ዝገበሮ ዑደት ንቻይና ከኣ ከምዚ ሕጂ ሃይ ረዞሉሽን ወይ HD ገለ ዘለዎ ኣይነበረን ስእልታት እምበር ዝደብዘዘ ስእልታት ገለ ምልክት ኣሎ። ማው ባዕሉ ተቐቢልዎ እናበልኩም ትቀባብላ እሞ ዜርና ዜርና ዜርና ሕጂ ብታ መጀመርያ ሕቶ ክምለስ ስለምንታይ እዚ ከም ዘይንቡር ወይ ከም ፍልይ ዝበለ ኣቀባብላ ንቆፅሮ ዘለና ብርቂ ዓይነት ጌርና ንቆፅሮ ዘለና ኢሳያስ ንነዊሕ ዓመታት ተነፂሉ ስለ ዝነበረ ከምዚ ዕድል እንድሕር ረኺቡ ይሓልቦ ክሳብታ ናይ መጨረሻ ንጣብ ንጣብ ጥራሕ ዘይኮነስ ክሳብ ደም ትሕለብ ይሓልባ እታ ጉዳይ ከምኡ እዩ ዝግበር ዘሎ። ትሮላት ከኣ ገለ እቲ ድሕረ ባይታ ከየጽንዑ ናይ ሃካያት ስም ዓቢልካ ቆሊፍካ ምድጋም ጥራሕ እንድዩ። ከምዚ ዓይነት ኣቀባብላ ተገይሩ ኣይፈልጥን። ፈጺሙ ናይ ኣፍሪቃ ሓለፍቲ ከምዚ ዝተገብረሎም የሎን ገለ ኢሎምሲ የጋውሑ እባ። ኣንታ ንስኹምሲ ዓሽዎ ሕራይ ግን እቲ ክፉት ኢንፎርሜሽን ስለ ዝኾነስ ፈቲሽካ ክርከብ ስለ ዝኾነ ስለምንታይ ኢኹም ከምኡ ትገብሩ ዋላ እቲ ዓሻ ጥራሕ እዩ ዘድልየኩም። ንኢሳያስ ትግብረሉ ኣቀባብላ እምበኣር ከይትጋገ እዩ። ሜድ ኢን ቻይና እያ። ኩሉ ሰብ ከኣ ን ቻይና ዝመጽእ ሄድ ኦፍ ስተይት ከምኣ ዓይነት ኣቀባብላ እዩ ዝረክብ። ናይ ሚኒስተራት ኣሎ፣ ናይ ገለ ኣሎ። እዚ ፕሮቶኮላት እንታይ ከም ዝደልዩ ዘለዉ ካብ ኤርትራ ከኣ ክትግምቶ ትኽእሉ ኢኹም። ገለ ከካፍለኩም እየ ካብኡ። ኤርትራስ ካብዚ ምብጻሕ ኢሳያስ ንቻይና እንታይ እያ ክትጥቀም? ኣብኡ እንተሓተትናዮ ይሓይሽ መስለኒ። ግን ድማ ቀልጢፍና ኣይንረኽቦን ናቲ መልሲ፣ ግዜ ክንጽበ ኣለና፣ ድሕሪ ነዊሕ እዩ ዝረኣ ሽዑ ንሽዑ ዝረኣ ነገር ኣይኮነን። ግን እዚ ኩሉ ናይ ቻይና ግደ ምቅላል ኣይኮነን ወይ ዓቕማ ምቅላል ኣይኮነን ከምኡ ጌርኩም ከይትርድእዎ። ቻይና ኣብ ናይ ትሕቲ ቅርጺ ህንጻታት ጽላታት ትሕቲ ቅርጺ ገለተታት ገዜታት ገዜታት ምሽ ይብል ኔሩ እቲ ሓደ ኢንተርቪው ዝገበሮ ኣብ ትሕቲ ቅርጺ ንቻይና ዘርክብ የለን ቻይና ልዕሊ ኩሉ እያ ቅልጣፌ ጽፈት ስራሕ ብኡ ብኡ ከኣ ዝመሃሩ ብዙሓት ሰባት ኣለዉ። ሕጂ ኣብ ኢትዮጵያ ትቕድም ክኸይድ ከለኹ ክሳብ ክንድዚ ክኢላ ኣይነበረን ኣብ ኢትዮጵያ ኣብቲ ግዜ ደርጊ ዳርጋ ጠፊኡ ነይሩ ምኽንያቱ ህንጸት ገለ ስለ ዘይነበረ እዩ እዚ ቻይና ክመጹ ምስ ጀመሩ ብዙሓት ሰባት ከም ስቕ ኢሎም ከም ሚነዋለ ኣትዮም ብዙሓት ሰባት ኣለዉ ብዙሕ ክእለት ዝቀሰሙ ሰባት እሶም እዮም ሕጂ እቲ ምዕባለ ተኻፊሎም ዝሰርሑ ዘለዉ ኣብ ምሉእ ኢትዮጵያ ትርእዮም ይሰርሑ ኣለዉ ዝኾነ ዋላ መግዛእቲ ከማን ክመጽእ ከሎስ ገለ ጥቕሚ ትረኽበሉ ኢኻ ንኣብነት ኤረትራውያን ስለምንታይ እዮም ብሉጻት ከርፔንተራት ብሉጻት መካኒካት ባት ቲለሜራ ገለመለ ኢሎምስ እዚ ናይ ኢትዮጵያ ዕዳጋ ወኒኖሞ ዝነበሩ ቁሩብ ክእለት ስለ ዝነበሮም ባሊላ ማርቴሎ ምጽእ ኪያቬዴች ምጽእ ገለ እንዳተባህሉ እቲ ገራጃት ስለ ዝምሃሩ ዝነበሩ እዚኦም እዮም እቶም ብሉጻት መካኒካት ናይ ኢትዮጵያን ኤርትራን ኮይኖም ዘገልግሉ ዝነበሩ ሰባት ቻይና ከኣ እቶም ምስኦም ዘስርሕዎም ዝነበሩ ሰባት ገለ ፍልጠትን ክእለትን ከም ዝረኽቡ ገይሮሞምን ግን ቻይና ከኣ ናይ ግብረ ሰናይ ሃገር ኣይኮነትን ሕጂ ብዙሕ ሰብ እንድዩ ዝዛረብ ኤርፖርት ወኒኖሞ ፖርት ወኒኖሞ ገለ ወሲዶም ገለ ወሲዶም ትብል ኣበይ ወሲዶም እንድሕሪ ኢልካ ዝምልሰልካ ሰብ የለን ግን ከምኡ እዩ ዝባሃል እቲ ፕሮፖጋንዳ ከምኡ እንድዩ ዘሎ ብሕልፊ እዚ ናይ ምዕራብ ፕሮፖጋንዳ ኣንጻር ቻይና ዝግበር ከምኡ እዩ oh they will own the port ዳሕራይ they will own this ገለመለ ከምኡታት እንዳበልካ ኣሎ እቲ ሰብ ከኣ ስለ ዘይመራመር critical thinking ስለ ዘይብሉ ተተቐቢሉ ጥራሕ ይደግም ቻይና ኢንቨስት ትገብር መዓት ገንዘብ ተፍስስ ኣብ ሓደ ሃገር ዕዳ ኣለዋ እትዕዳኣ እንተዘይተኸፊሉ ከኣ ትስከፍ እያ እንታይ ዓይነት ስምምዕ ምዃኑ ከኣ ሼር ክትወስዱ ዶ እንተዘይከፈልናኩም ገለመለ ዝበሃል ከኣ ኣብቲ ስምምዕ እንታይ ከምዘሎ ንዑ ምፍላጥ የድሊ ብዛዕብኡ ክትዛረቡ እቲ ስምምዕ ግን ቻይና መጺኣ ሓደ እንታይ እያ ዝኾነ ትካል እንድሕሪ ሰሪሓትልካ እዚ እንተዘይከፈልኩሞ ናትና እዩ እንድሕሪ ኢላቶም ናቶም እዩ ዘጠራጥር ነገር ኣይኮነን ግን መብዛሕቲ ግዜ ኣብ ሃገራት ከምኡ ኣይግበርን እዩ ኩሉ ግዜ ከም ገለ መፍትሒ ይርከቦ እዩ እምበር ከምኡ እንተዝኸውን ዳኣ እዛ ኩላ ኣፍሪቃ ብኻልኦት ምተወነነት ነይራ ግን ኢንዳይሬክትሊ ከመይ ገይሮም ትጥቕሞም ከም ዝረኽቡ ከኣ ይፈልጡ እዮም ሓደ ፕሮጀክት እንተኸሲሮም ኦኬ እምበኣር መተካእታ ክኸውን ክዓብየና ገለ ካልእ ፕሮጀክት ሃቡና ኢሎም ብኻልእ ጥቕሚ ይረኽቡ እዮም ንኣብነት ምስዚ ትካላት ገንዘብ ናይ ዓለም ኢትዮጵያ ብዙሕ ዝርርብ ቅንይ እዩ። ክልተ ቢልዮን ዶላር ይድለ ኣሎ ንኢትዮጵያ። ክሳብ ደሞዝ ክኸፍሉ ይከኣሉ ናብ ዝሓለፈ ቅንያት። ሕጂ ንዕኡ ከፍልዎም እንድሕሪ ኮይኖም ተጠራጢሮም ክትከፍልዎ ኣይትኽእሉን ኢኹም እዩ ዝበሃል ዘሎ እቲ ክትዕ ካብቶም ከለቅሑ ወይ ክህቡ ዝግብኦም ሰባት ነተን ካልኦት ዕዳ ዘለዎን ኣብ ኢትዮጵያ ዕዳ ዘለዎን ሰባት የማኽርዎም ኣለዉ። ክኸፍልዎ ዶ ይኽእሉ እዞም ሰባት ኢልካ? ከምዚ ጓል ካሕጽየኒ ክብለካ ኮላ ሰብ ሕራይ ኢልካ ክልተ መዓልቲ ከይካ ኣታ እዚ እከለ እከለ እኮ መውስቡ ሓቲትኒ ኣሎ ከመይ እዩ ጠባዩ እስከ ንገሩኒ ኢልካ ትሓትት ኢካ ከምኡ ኣይሓትሉ ነቶም ካልኦት ልክዕ ከምኡ ኣይኮነን ኤግዛምፕል እየ ዝህብ ዘለኹ ከምኡ እዩ ናይ ቻይና ከኣ እንድሕር ዕድቆም ዘይተኸፍለ ኦፍ ኮርስ ስቕ ኢሎም ኣየፍስሱን እዮም ካልእ ከኣ ንመተካእታ ወይ ገንዘቦም ዝመልስሉ መገዲ ክናድዩ ናይ ግድነት እዩ እሞ ብሓጺሩ ኩለን መንግስትታት ወይ ኩሎም ኣለቃሕቲ ብሓደ ኣገባብ እዮም ዝሰርሑ ኣይፈላለይን እዩ ቻይና ይኹን ኣሜሪካ ይኹን ገለ ይኹንሲ ሓደ ዓይነት እዩ እቲ ኣገባቦም ከምዚ ካብ ቻይና ግን ክሳብ ሕጂ ምስ ኣትያቶ ዘላ ኩሉ እቲ ዘላቶ ቦታ ከኣ ውግእን ሕንፍሽፍሽን ዘለዎ ቦታታት እዩ ብዙሕ ብረት ክትሸይጥ ኣይርኢኹዋን ኢዳ ከተእቱ ኣይርኢኹዋን ምዕራብ ግን ገንዘብ የለቅሑኻ ብረት ይሸጡልካ እዚኣታ ዝኽፍእ ጠባይ ዘላቶም ቀደም ለጋሳት ነይሮም ደሓር ግን እንታይ ተቐይሩ እተን NGOs እቲ ቻሪቲ እዚ ናይ ግብረ ሰናይ ማሕበራት ዝነበራ ንሳብ ኮንትራክቲንግ ንደላላታት ገዲፎሞ ሕጂ እቲ ናይ ወጻኢ ጉዳይ ናይ ኣሜሪካ ብዛዕባ እዚ ጉዳይ እዚ ወላ ሓንቲ ኣየእትዎን እዩ ኮፍ ይብል ብዛዕባ ዲፕሎማሲ ገለመለ ዝሰርሕ እምበር ኣብዚ ቻሪቲ ኣይሰርሕን እዩ ነቶም ሳብ ኮንትራክተርስ ይገብር እቶም ሳብ ኮንትራክተርስ ከኣ ናቶም መንግስቲ ገይሮሞ እቲ ህያብ ካብ ምዕራብ ዝመፅእ ንዑ ናይ ምዕዳል ኢንዳስትሪ ገይሮሞ ንሶም ዝረብሕሉ ኮይኑ እዚ ብጣዕሚ እቲ መልክዕ ናይ ምዕራብ ዝደወነ ኣብዚ ስሉስ ዓለም ንሱ እዩ ቀደም ፀባ ከይተረፈ ዳይረክትሊ ካብ መንግስቲ ኣሜሪካ ተባሂሉ እዩ ዝመፀካ ነይሩ እዚ ዕድል ኣይነበረ ገለ ይነበረ ዳይረክት ኣብ መንጎ መንግስትን መንግስትን ከምኡ ከኣ ኤርትራ መሬት እዩ ከም ሪል ስቴት ጌርና ንርኣያ ቻይና ኣብዚ ኣፍሪቃ ብዙሕ ገንዘብ ኣፍሲሳ ዘላ ብዙሕ ኢንቨስትመንት ኣለዋ ሓደ ካብቲ ፕላናት ናታ ዘሎ ካብ ምብራቅ ኣፍሪቃ ክሳብ ምዕራብ ኣፍሪቃ ዝኸይድ ሓደ ሃይወይ ኣሎ ከምዚ ንኢሮፓ ጌሮምዎ ዘለዉ ሲልክ ሮድ ዝበሃል ወላ ሪንግ ሮድ ገለ ዝብልዎ ካብ ቻይና ጀሚሩ ብሞንጎልያ ጌሩ ን ሰሜን ኤሮፓ ዝበጽሕ መገዲ ኣሎዎም ከምኡ ክገብሩ ደልዩ ኣሎዉ እዚ ሕጂ ፊደር ሮድስ ኣሎ ካብዚ ቀንዲ መገዲ ዝወጽእ መገድታት ኣሎ ኣብዚ ኤርትራ ግደ ክትጻወተሎም ትኽእል እያ ወይ ሱዳን ወይ ኤርትራ ወይ ጅቡቲ እውን ኣማራጺ ኣሎ ግን የወዳድሩ እቲ ዝበለጸ ዲል ዝረኸብዎ ሓዲኡ ክጥቀምሉ ኾኑ ኮይኑ ግን ቻይና ዎች ታወር የድልያ ምሽ ኣብዚ ቤት ማእሰርቲ ምሽ ኣሎ ታወር ገብሩ ባዕሉ ኮይናም ዋርድያ ከምዚ ኢሎም ዝጥምቱ ነቲ ንብረታ ትሕልዎ ኣለዉ ኣብ ኣፍሪቃስ ዎች ታወር የድልያ እዩ እዚ ዎች ታወር ኣብ ኤሪትራ ክከውን ይክእል ኣብ ካልእ ቦታ ክከውን ይክእል ምክንያቱ ንብረት እዩ ዘለዎም እቲ ንብረቶም ካኣ ስቅ ኢሎም ኣይገድፍዎን እዮም ኣብ ጅቡቲ ከም ትፈልጥዎ እዛ ኩላ ዓለም ወታደራት ኣብኡ እምቢራ ኣላ ቻይና ውን ኣለዋ ሕጂ ጽቅጥቅጥ ኮይኑ ኣሎ ቁሩብ መተንፈሲ ውን ይደልዩ እዮም ከምኡ ካኣ ኣለዉ እንድዮም እዞም ሓደሽቲ እምበረጦራት ከም ባዓል ኢመሬት መሳሊ ዘስፋሕፍሑ ዘለዉ መደበራት ይደልዩ ብገንዘብ ይኣትዉ ብገለ ይኣትዉ ብዙሕ ነገራት። ሓደ ግዜ ብዛዕባ እዚ ናይ ኢመሬት ምትእትታዋት እዚ ዞባ ስፍሕ ዝበለ ክገብር እሓስብ ኣለኹ። እዚ ይመስል እቲ ጥቕምታትን ምትእስሳራትን ናይ ቻይና። እሞ ናይ ኤረትራ ገዛኢ ሰልፊ ካብ ጥቕሚ ኤረትራ ጥቕሚ ውድቡን ጥቕሚ ነፍሱን ስለ ዝሓስብ ዝኾነ ነገር እንተ ተገይሩ ክገርመና የብሉን። ብጠቕላልኡ ግን ውጽኢት ናይዚ ዑደት እንታይ ምዃኑ ዋይላ ሓዲርና ክንርእዮ ኢና። ኳና ኤረትራ ማዕጾ የድልዮ ኣሎ እቲ ኳና ተሸጉጡ ብእማን ወዲ እማን ተደርዲሩ ተዓጺና ኣለና እዚ ኩሉ ዝግበር ዘሎ ከኣ ምስ ጎረባብቲ ሰላም እንተዘየሎ ማዕጾ እንተዘየሎ ምስ ካልኦት ትራኸበሉን ምስ ሰብ ዝራኸቡኻን እንተዘየሎ ፈጺሙ ዝገበርካን እንተገበርካ ዋጋ የብሉን። ንሕና ዘድልየና ትኾና ይኹን ጽቡቕ ትኾና ከም ዘለዎ ኳና ይኹን ግን ማዕጾ የድልየና። ኣብቲ ማዕጾ ሽዑ እንታይ ንገብር? ወይ ጭር ክንገብር ወይ ድማ ኳሕኳሕ ኣቢሎም ሃብቱ መን ኢኹም እከለ ኢና እንታይ ደሊኹም ዋ ክንበፅሓኩ መፂና ግልምለ ኣቢልካ እትው ትብሎም ወይ ድማ ኣይ ኣይ ኣይ ኣይፋልናን ተመለሱ ትብሎም ማዕፆ ሃልወካ ንሶም ከዓ ንከምኡ ብማዕፆ ኳሕኳሕ ተብሎም ክንኣቱ ደሊና ገለ ትብሎም ወይ ሕራይ ኢሎም ይቕበሉኻ ወይ ድማ ኣይፋልካን ተመለስ ይብሉኻ። እዚ ዓይነት ርኽክብ ክህሉ ኣለዎ። ግን እቲ ዝሰፈሐ ከምዚ ከርክብ ዘይክእል እንታይ እዩ ናይ ንግድን ናይ ባህልን ርኽክብ የድሊ። እዚ ዓይነት ርኽክባት እቲ ማዕጾ ጋህ ዝበለ ክኸውን ኣለዎ። ንግዲ ንክልቲኡ ወገን ክንቀሳቐስ ክኽእል ኣለዎ። ነጋዶ ክተባብዑ ኣለዎም ኣብ ክልቲኡ ክንቀሳቕሱ። እቲ ዘሎ ጸጋታት ናይታ ሃገር ኣብ ኩሉ ክበጽሕ ኣለዎ። ተጠቂምና ከኣ ኣብ ምዕባለ ክንገብሮ ይግባእ። ቤት ትምህርትታት ክነስፍሕ ኣለና። እዚ እንተዘየሎ ሱቕ ኢልካ እዩ። ኣናቕሽ ፍልማ ይብሉ። ከምዚ ኣብ ማይ ትወቅር ዘለኻ እዩ። ሓንቲ ዋጋ የብሉን። ኣብ መጨረሻ ክብላ ዝደሊ እቲ ዘሕዝን ግን ህግደፍ ተዓዊትና ወይ ጽቡቕ ፍረ ጌርና ኢሎም ጥራሕ ኣየብቅዑን እዮም። እንታይ ደኣ እቲ ዓወት ናቶም ኣንጻር እቲ ተቓዋማይ ናቶም ጌሮም ስለ ዘቕርብዎ ብጣዕሚ የሰክፍ። ሕርር ደኣ በሉ ይብሉኻ። እንታይ ምስ ኮና ኢና ንሓርር? ኢሳያስ ንቻይና ከይዱ ኢለ ክሓርር ማለት ድዩ? ስለምንታይ? ኣነ ሓሪረኸ እንታይ ኢኻ ክትረክብ ንስኻ? ሕጅስ እዚ ኣተሓሳስባ እዚ እቲ መንግስቲ ስለ ዝድግፎ እዩ ዝዕንብብ ዘሎ እምበር እዚ ዓይነት ጠባያት ክህልወና ኣይነበሮን። ፍረምጺኡ ወል ኣርእየኒ ስለ ዘይኣምኖ ነቲ ስርዓት። ሕርር በል እባ ኩምትር በል እባ ገለ መለስ። እንታይ እዩ እዚ ናይ ቀዳሞት መርገም ዝመስል ዓይነትሲ እንታይ እዩ? ትርጉም የብሉን። ውድድር ኣብ ዘይብሉ ነገራት ስለምንታይ ኢና መባእሲ ንገብሮ? እዚ ብሰንኪ እዚ እዩ ድማ እቲ ዝተሓልመ ዘይተጨበጠ ናይ ፋንታዚያ ዓወት መባእሲ ዝኸውን እሞ እቶም ኣብ ኤርትራ ዘለኹም ብሕልፊ ዝዃና ሓጺርዋ ዘሎ ንኤርትራ እንታይ ጥቕሚ ገይሩ? ክብረት ኤርትራ ሓልዩዶ ዝዃና ሰላም ደምጺኡላ ዕርቂ ደምጺኡላ ልዑላውነት ኣውሒሱዶ? ከምኡ እንተኾይኑ ተንበርኪኽኩም ኣመስግንዎ ሰሙን ሰሙን ከኣ ተሳለምዎ ተማሒርኩም